ትብጻሕ ናብ ጆስዋ። ኣርካን ከመይ ኣለኻ? ቅንያት ናጽነት ከመይ ተስተማቕሮ? ዘለኻዮ ቤት ጽሕፈት ዓውደ ዋርሕ ዝነግር ካላንደር ኣለዎ ድዩ? ወርሓት ጉንበት ምህላውና በጺሕካ ድዩ? ዶስ ከም መናድቕ ኣስመራ ፋንጋስ ከም ዝሓዞ ከብዲ እግሪ ንጣብ ማይ ከም ዝናፈቐ ንቑጽ መሬት ኣስካርየን ኣብ ዝዕቆበ ስፍራ ዓሕ ዋይ ኣብ ዝተጻሕፎ ፈራስ ዝመናደቁ ቤት ኢኻ ዘለኻ ኣለኻ ዲኻ ከ ብሂወት ኖኖኖኖኖ ኣይብለካን እዩ እዚ ሕቶ ክትሕፍረሕኒ መዓት እያ እቲ ኣብ ቤት ማእሰርቲ ኣጋጢምካ ዝበሃል ኣሰቃቒ ኣስካሕካሒ ተጓንፎ እዝነይ ኣጽሚመየ ክሓልፎ ዝደሊ ንዓይ ክሕሸኒ ፈጣሪ ንዓመጽቲ እኳ ሰማንያታት ዕድመ ዝሃቦም ንሰብ ጥበብ ደኣ እሞ ክንደይ ኣብዚሑ ዕድመ ዘይውስኾም ኢለ ማቱሳላ ዘብጽሖ ዕድመ ክትነብረለይ እየ ዝምነየልካ ኣስመራኻ እሞ ዝማደዎ ገጻ ብሜክኣብ ሸቢጣ ቀይሕ ቻፕስቲክ ተለጢፋ ርሑስ ቅንያት በዓል ናጽነት ትብለካ ኣላ ከይተስተማስል ከይትስንብድ ሓቀኛ ምስሊ ኤርትራ ግጥሚ ይርጋኣለም ፍስሃ ዝዓቖሮ ምረት ጎቢእዎ ምህላው ምፍላጥ ይትረፍካየ ዝብለካ። ሃሎው ሃሎው ኣስመራ ሃሎው ኤሪትራ ሰላም ቋሒቶ ሰላም መጥፈራ ሃሎው ተከዘ ሃሎው ዱሜራ ሃሎው ዓደየ ሃሎው ኤሪትራ ትሕነነለኺ ድማ ትኳሓሊ ዓይነይ ሓጎስን ንስእሊ ንጽውግታኺ ጨርቂ እንተሸፈኖ ንጓህኺ ሕብሪ እንተኸወሎ ሸበድበድ ጸደፍደፍ ይበሃልል ከሎ እቲ ሓቂ ግን ኣብ ገጽ ውልድ ከሎ ርጋጽ ሕሰም ምስሊ ክዝተሳእሎ ግርማ መኣስ ካብ ኩሕሊ ኩሕሊ ዝዘይቅኒ ደስታ መኣስ ካብ መልሓስ መልሓስ ዝመምሰሊ ግርማ ክድኣ ውላድ ክንደኣሉ ውልድኪ እቲ ገድሊ ዝዕድሉ ጽባቐ ክድኣ ውልድ ክንደኣላ ውልድኪ እታ ትኸርተት ዘላ ዓደ ዓዲ ማዕዶ ዘሎ ዓዲ ውፃ መዓት ዓዲ ጉድጓድ ዘሎ ተኾርሚር ጸልማት ዓደየ ዓዲ ወሊዱ ዘይለኣኸ ዓዲ ደኺሙ ዘይዕረፈ ዓዲ ሸራፍ ክቢ ጎደሎ ስድራ ጎደሎ መዓዲ ካብ መንጋጋ ሓርገጽ ካብ ኣጻፍር ነብሪ ምስ ክላም ሊጡስ ዝወሓጦ ባሕሪ ንበዓል ማሕፉዳ ንበዓል መንጉዳ ንኹሉ ሓሊፋ ዘትረፋ ምድረ በዳ ዝተረፈ ድማ እቲ ዘድሓነ ትንፈሱ ምስልኽን ንብዓቱን ኣብ ዒንቱ ፍቕርን ናፍቖትን ከዚኖብታ ውሽጡ ንዝበልሐ እንግድዓ ሂቡ ኣለኹ ዝብል ልቡ ዝልቡ ንምስሊ ሎምኺ ብሕሰም ይገልጾ ንዕለት ልደትኪ ብኸርተት የሕልፎ ንስኺ ድማ ትሕነነ ኣለኺ ትኳሓሊ ብዘይ ደስታ ጥራይ ንስኢ ዘይኮንኩዮ ንኽትመስሊ

ኣነ ኸኣ እንቋዕ ሓጎሰኪ ዘይልክዑ እንቋዕ ኣብቅዓኪ ዘይግዝኡ ኩሉ ወይ ሓደ ኮይኑኒ እንታይ ከም ዝብለኪ ጥልፊ ከመይ ኣሎ በዓል ዋዜማ ልዳትኪ እንታይ ይስምዓኪ ኣሎ እንታይ ትብልኒ ክብለኪ እሞ ደሊ ሕቶታት ኣኪበ ናፍቖተይ ጸይረ ልሳን እያ ዘልዚበ ከይተዋጥርኒ መሊሰ ፈርሕ ብቓላተይ ንነፍሰይ ይገል ኣብቲ ጸልማት ኣብ ሸላን ከለኺ ከመይ ኣብዕልክዮ ንዕለት ልደትኪ ከምኡ እየ ዘለኹ፣ መልሰይ ምሳኸሎ እንተበልክኒኸ ከመይ ኢለ ኸስእሎ? ኣብ መዋጥር ኮይንካ ልደትካ ምጽምባል ፈልጦ እንዴ እንታይ ከም ዝመስል በለ ከምቲ ናተይ ይግበረልኪ ኣብ ብርሃን ትብዕልሉ ግዜ የምጽል ናጽነትስ ይኽበር እምበር ኣብ ዓደቦ ናጽነት ዶ ይበዓል ኣብ ጎደቦ ዝበለ ውሉድኪ ፈውሲ ቁስልኺ እግሩ ምስ ኣንበረ ኣብ ዱር ኩኼድኪ ሽዑ የራኽበና ኣብ ዕለት ልደትኪ እትብል ግጥሚ ኣብ ኢድካ እንተበጺሓስ ብጓሂ ከይትመውት ከይተንብባ ሓደራ። ብዛዕባ ደቅኻ ከም ትጭነቕ ድማ ሰሚዐ። እቶም ናይ ሰርክስ ናይ ጥበብ ተመሃሮኻ ቀጻሊ እዮም ዝዝክሩኻ። ብሳላኻ ናብ መድረኽ ዝመጹ ተመሃሮኻ እኒ በዓል ጆማር ሮሞዳን፣ ቀሻት፣ መሰረት ዓይኖም ጸዳል፣ ወዘተ ኣብ ዝበጻሕ በጺሖምሲ ኣበይ ይህሉ ኣርካና፣ መን ኣጥፍኦ ቀንዴልና እናበሉ ይደልዩኻ ኣለዉ፣ ይደርፉልካ ኣለዉ፣ ኣንጻር ኣሰርትኻ ዓጢቖም ጥበብ ይፍታሕ፣ ባርነት ይሞቓሕ እናበሉ ይእድሙ ኣለዉ። ከይትጉህይ ከምኡ ክብለካ ሕሸኒ፣ ሓቂ ዘረባ፣ እቲ ክውንነት እንተ ነጊረካ ክትኣምነኒ እውን ስለ ዘይትኽእል ዘይምንጋር መሪጸ። ግዳ ኮሎኲ ሒዘ ክበጽሐካ፣ ፍትሒ ሒዘ ክነግደካ ኣበይ ኢኻ ዘለኻ? ከዕልለካ ደልየ። ናፊቐካ። ጥበብ ወይ ተሕልፎ ዘለኻ ስቅያትከ? ትስንዱ ድለኻ ኣጆዃ ብህጻናት ብሰብ ከም ትሓስብ እፈልጥ እየ ዛንታ ስቅያትካ ቆልዑ ኣንቢቦሞ ከይብህርሩ መናእሰያት ተተሪኽሎም ካብ ምንባብ ከይነፍጹ ሽማግለታት ሰሚዖም ጭኮናኻ ብስእለ ኣእምሮኦም ቀሪጾም ኣብ ሕልሞም እናተመላለሰ ብስንባደ ዓዲ እግዚኣብሄር ከይኸዱ ንዓለም ተዘንትይላ ኣብ ራዕድን ሽበራን ከይትኣቱ ንታሪኽ ህይወትካ በዚ ናትካ ስቅያት ይሓልፉ ንዘለዉ ከማኻ ውጹዓት ዝተጓዓዝዎ ኩርኳሕ ዝበዝሖ ኣሸኽ መንገዲ ንዝገልጹ መጻሕፍቲ ስምዒቱ ክእዝዘሉ ዘይክእል ከንብብ ኣይፈቅድን። ሓቢርና ኢና ከነሕትሞ። ስጋኻ እምበር ርእስኻን ብርዕኻን ሕልምኻ ከም ዘይኣሰርዎ ክፈልጡስ ጸሓፍ ደኣ ጸሓፍ። ስቕ ኢለ'የ ዝህውትት ዘለኹስ ኣብቲ ተማቝሕካዮ ዘለኻ ውሻጠ ብርዕን ወረቐትን ይኣትወኩም ድዩ? እንተኸፍኤ ከምቲ ምስጢር ናይቲ ቆፎ ኣብ እትብል ፊልምኻ ዘሎ ናይ ቅብኣ ተውህቦ ዝነበሮ እሞ ስድርኡ ጥዕንኡ ሪኦም መዋስብቲ ጓሎም ዝኸውን ሓታቲ ከይስኣን ኣብ ቆፎ ዝሓብእዎ ጎደፋይ ዝተብሃለ ገጽ ባህሪ ዘሰኑየ ጉዕዞ ሂወት ክጸንሓልካ'የ ዝምነ። ወላ ሓቢኡ፣ ትእዛዝ ሓለፍቱ ጥሒሱ፣ ንፋስ ኣዱንያ ክትርኢ ዘፍቅደል ሓላው እሱር የጓንፈካ'ባ ክኸውን። ብዓቢኡ፣ ጠቕሊልካ ካብቲ ዘይግበእካ ቦታ ክትላቐቕ ይቃለስ ምህላወይ ግን፣ ከበስረካ እፈቱ። ጥበብ ስንቁ፣ ኣጆኹ ኣይትሰነፍ፣ ቀሪብካ ኢኻ። እታ ኩሉ ህዝቢ ኤርትራ ብሃረርታ ዝጽበያ ዘሎ ሽግ ፍትሒ ክንውልዓ ቀሪብና ኢና። ከም ጨርቂ በልዩ ትሕሰም እዋን ተፋላሊና ኣይንተርፍን ትኾሊ ዓባና ብርሃን ንዝምረሉ ዘመን ፈጢርና ባዕልኻ ዘምጻኻያ ናጽነት ከም ባህታኻ ክትነብራ ድማ ክሳብ ሞት ክንከየድ ኢና ኣብ መወዳእታ ዝበሃል እንተኾይኑ መልእኽተይ ናፍቖት ሓዘል ደብዳበይ ዝበጽሐካ እንተደኣ ኮይኑ ደጊመ ርሑስ በዓል ቅንያት ናጽነት ይግበረልካ ፍስሃየ ዮሃንስ ጆስዋ ካብ ንኡስ ሓውካ ሜሮን ሃብተ ማርያም
ከመይ ከም ትህልዉ ኣያታተይ ርስትታትኩም ኔረን ግራውተይ ቁሪን ካበልኩ ከምዛ ዝደወኹ ፍስስ እንካበልኩ ብደወይ ከለኹ ኣካ ኣይንርኣዮ ከምቲ ሽዑ በዓል ልቢ ልቡ በዓል ብርዒ ብርዑ በዓል ሓቂ ሓቁ በዓል ርትዒ ርትዑ ኣብ ዓይኒ ከእትዎ ዓይኒ ሓያ ኽስኒ ኣብ ልቢ ኸእትዎ ልቢ ነኻሲ ዓጽሚ ከምዛ ትማሊ ቅጅል ይብለኒ ፈታውን ቀራብን ዓናኒዱ ረኣይን ሰማዕን ኣሰንቢዱ ሓመድ ድበ ትብዓትና ሰኒዱ ከይኣኽሎ ሲልኩም ሕዛእተይ ኣርማ ብርዕን ጥበብን ኣያታተይ ሰነድ ብርዕኹም ከብሒ ዝኽርታተይ ጽሑፍቶና ጽሑፍቶ ኹሉና ሓደ ግዲ ነይሩ ክንፍጠር ከለና ካብቶም ዝተረፉ ተረፋሕ ብትን ካብቶም ዘየለዉ ተርፍ ቃንዛን ሞትን እወ ካብ ትፈኩፍኡ ዕጫይ ተቐቢለ ካብቲ ሕፍንትኹም ቁንጣሮ ጎሲመ ምስ ዝኽርታት ሓዊሰ ቅዛመ ሸላታት ማይ ስዋ እነኹ ነብሮ ኣድራሻ ብዱላት ማንታ ዒራዒሮ ናብራ ብሲኦል እስከ ኣዕልሉኒ ካብቲ ዝውረ እንተሓሸ ከም ንራኸብ ተስፋ ክኾነኒ ነዚ ዘለኹዎ ከም ገነት ክሓስቦ ንበዳልየይ ምስጋና ክህቦ ዕድመ ክቐርበለይ ከሎ ይጥቀሰለይ እሞ ዒራዒሮ ድሕሪኡ ዝሓስቦ ይፈልጥን ነቲ ዘለኹሞ ክንድኡ ወሲኸ ህይወትኩም ክስእሎ ፍትን ደሃይ እሞ ምሃብኩኹም ደሃይ ዓዲ ብዘይካ ዝሓረረ ልቢ ዝቖሰለ ኸብዲ ዝተበተነ ስድራ ዝባደመ ርስቲ ቀብሪ ማንታን ጻንታን ካልእ ዘሎ የለን መርድእ ከኣ ደሃይ ኣይኮነን እምበርከ ኣብ ገሃኖም ከለኹም ዜና ዝሞተ እንተሃብኩኹም ኣብ ደልሃመት ከለኹም ፀሓይ ዓሪባ እንተበልኩኹም እንታይ እሞ እዩ ንዓኹም ኣብዚ ምዕይ ዘየብል ጎዳጉዲ ንትብዓት ክቐትል ዝፍትን ብራዕዲ ኣብኡ ኮይና ኣነ ምስ ብጾተይ ትንፋስ ከነሳሲ እናበልና ተተይ ኣለና ንብል ጸላኢና ይሃልዎ እዚ ለይትና ሲወክሕ ዶ ትብልዎ ሲኦል ናብ ምድሪ ምንኮን ይውርድዎ